ሰላም ሰላም ናይ መሄ ዩቲብ ቤተሰብ ዝኾንኩም ሃሚኒ ኢኹም ኣብ ለለኹሞ ሰላምኩም እዩ ዛሓ ኣሕዋተይ መዓረይ እስቲ እዛ ቪድዮ እዚኣ ሰሚዕናያ ንመለስ እሞ ድሓር ክንምለሳ ኢና ማለት እዩ
ቃንዛ ህዝብና ይኣኽሎ በቃ ተዓረቑ ተዓረቑ ትግራይ ይኣኽላ ዓደ ይኣኽላ ፀገም በቃ ከቢድ ቃንዛ ኣሎ፣ ከቢድ ጸለሎ ኣሎ፣ ጽላል ዓብዪ ደመና ኣሎ። ኣብ ትግራይ ኣንጻላልዩ ዘሎ ደመና ከቢድ እዩ። ከቢድ ደመና ኣንጻላልዩ ዘሎ ህዝበይ ግደፍ ተዓረቕ ዕረቆም ደም ከይፈሰሰ ዕረቆም ኣረ ግደፉ መጀመርያ በላ በላ ኢልና ናብ ካልእ ከድናስ እንደገና ሕጂ ግደፉ ብማርያም ብማርያም ዓዲ ገዳማት እዩ ብሱረይ ትቐልዱ ግደፉ የኣኽላ ትግራይ ይኣኽል ኣዴት ህዝቢ ትግራይ ከይተተተኽኽኽኽኽ ከይተማወትኩም ከይተቓተልኩም ግደፉ በቃ ይኣኽለና ኣነ ክሽምግል የደሊ እምበር ካሊእ ኣጀንዳን ዓላማን ይብለይ ምሳኹም ስሩ ማንም ክልእኸኒ ኣይኽእልን እዩ መጀመርያ ፀሊም ነይረን ገዲፈ እየ
ሃምቲ ልሰማዕኹሞ እዩም መኮንን ልተዛረቦ ነገር ሓቁ እዩ ኣዶ ንውዕ ኣዶሲ ክትነብዕ የብላይ ካብ ኸዚ ልምንታይ ጦርነት ልምንታይ ኣድለየ ሰላምና ሃውና ሰላም ኢና ንደለ ንሕና ላው ጦርነት ኣይትእተው በይዛኹም ትሉ ጉዳ ኣለኩ ወዲ ድኻ እኮ እዩ ወዲ ሃፍታም ወዲ ሓላፊ ወዲ ሰበ ስልጣንማ ኣሽጓጦም ኣሸጒጦም ኣሸጒጦም እዮም ወዲ ድኻ ኣሕዋትኩም ለኣሕዋትኩም ሲሉ ምንታይ ትበኣሱ ኣቱም ሓራ መሬት ለለኹም ዲኹም ኣቱም ሕወሓት ለለኹም ዲኹም በይዛኹም ኢደ ሰላም መውርድልና ዓራቂ ድዩ ተስኢኑ ኮይኑ በይዛኹም ኢደ ተዓረቁ ላብ ሓደ ሓድነትና ስቲ ላብ ሓደ ስቲ ተጠመሩ በይዛኹም ኣሕዋት ለሓዋት ኣይትጫፋጨፉ ኣንሕና ኣይንደሊ ጦርነት ኣይንደሊ ሰላም ኢና ንደሊ ልተድ ኣዴታትስ ካልኣይ ኣይተንብዕወን ሓንቲ ኣደ እኮ ኣርባዕተ ኣርባዕተ ደቃ ሓሙሽተ ደቃ ስዊኣ እስካዕ ኸዚ መሬታ ልትምንጠንላ ኣደ እኮ እያ መሬታ መሬታ ሓሙሽተ ኣስዊኣሲ መሬታ ልተመንጠል መጀመርያ ትሕገዝትኻ ክልዎትና ውሽጢ መጀመርያ እቲ ሕጊ ኣስተኻኺልኹም ኢኹም ተመሊስኹም ላብ እንትንኹም ክትኣትዩ ላብ ግጭ ኢኹም ትኣትዉ እንታይ ኢኹም ትኾኑ ኣለኹም ኣረ በይዛኹም ድሓር ኸዚ ጦርነት ሲ ንህዝቢ ሒዝካ ይኾነ ድዩ ጦርነት ዝኽፈት መጀመርያ ለቲ ህዝቢ ሰላም ሃዎ ህዝቢ የቀሰነይ ብኣኹም የቀሰነይ ህዝቢ ሰላሙ ሃዎ ህዝቢ ሰብ ተጨቁኑ ብጣዕሚ ዋ መሓርና ኣባ መሓርና ኣቱም ኣሕዋተየ በይዛኹም ላብ ልብኹም ዶ ተመለሱ ኣንሕና ጦርነት ኣይንደሊ ኸዚ ትርእይዎ ኣለኹም ሎም መዓንቲ ላብ ሎም መዓንቲ ለውግሕ ዛድሮን ደብዲባን እኒኣ ትበሃላሲ መን እዩ ደብዳቢ ኣብይ እዩ ደብዳቢ ትኽክል ድዩ ኣብይ ደብዳቢ መን ኸ ተደውድቡ እኒኦ ህዝቢ ትግራይ ወዲ ህዝቢ ትግራይ ወዲ ኣዶ ትግራይ እዩ ተደውድቡ እኒኦ ማለት እዩ ትልተወቕዐ ትልቆሰለ ትልሞተ መን እዩ ወዲ ድኻ እዩ ወዲ ድኻ እዩ ማለት እዩ። ወዲ ሃፍታም ይኾነይ ወይም ወደ ሰበ ስልጣን ይኾነይ ወዲ ድኻ እዩ። ታዱኡ ትነብዕላ ካልኣ እያ ትነብዕላ ተተረዲኡኩም ካልኣ ኢኹም ተንብዕዎ ኣለኹም። ዋ ኧረ በይዛኹም ሓርና ላብ ልብኹም ተመለሱ ኣሕዋተይ መዓረይ። ኣንሕና ጦርነት ኣይንደሊ ናብ መጀመርያ ፀገምና ይኣኽለና ኢዶ

ተሓደ ልቲ ወጊንካ ተሓደ ልቲ ደጊፍካ ልበሃል የለ ኣምሓራይ ተኾነ ኤርትራ ተኾነ ማለት እዩ ልቲ ልቲ ተይደግፍኹም ሲ ባዓልኹም ንባዓልኹም ምስ ተሓዋት ኹኑ ኣቱም ሓራ መሬት ለለኹም ለ ዓድኹም ኣቲኹም ሲ ምስ ኣሕዋትኩም ተሓዋሰሊ ዶ ልቲ ህዝቢ ደሐጉሱ ወይ ልቲ ኣደ ንብዓት ትነብዕላ እስካዕ ኸዚ እኮ የተደበሰት ይኮን እያ ደበሳ እኮ ገና እኮ እያ የጣዓመትን እያ ጠስምሲ የተለኸይት ብጻዕዱ እኞ ጨጉራ ሐርፊፉ ለኣደ ሕለዩላይ በይዛኹም ሚድያ ኻልኣይ ድያ ትነብዕ ኣደ ትግራይ ኣሕዋት ወድኖ ልወድኖስ ሃምዚ ገይርኩም ኣፈሙዝ ክትካፋፈቱ ኧረ ሼም እዩ በይዛኹም በይዛኹም ልቲ ህዝቢ ስምዕዎ ኣዳምፅዎ ቡቲ ናኑሮ ውድነት እኒኦ ቡቲ ሓዘና ለይተደበሰት ኣዶ እኒኣ ኻልኣይ ሳልሳይ ድዩ ተወሳኺ ፀገም ትፈጥሩ ኣለኹም እዙይ በይዛኹም ላው ልብኹም ተመለሱ ወይዛኹም ኣሕዋተይ ማለት እዩ ዋእ ፅቡቅ እኮ ይኩን ዓዲ ኣምሓራ ትርእይዎም ኣለኩም ኣሕዋት ለሓዋት ኣምሓሩ ለምሓሩ ፋኖ እና ኣምሓራይ ማለት ኣሕዋት እዮም ኣሕዋት ለሓዋት ህፃውንቲ ቆልዑ ተይቃረ ኣእጓሮም ልቁረፅ ኣለው ኣእዋዶም ልቁረፅ ኣለው ሃምዝ ገይሮም ብእንትን ልሕነቁ ኣለው ኣሕዋት እዮም ግን እዚ ናይ ሓሳብ ፍልልይ ኮይኑ ለይተረድኦም እዮም ዞም ዶናቆር ልስልጣኖም ክብሉ ልወንበሮም ክብሉ እዮም ሰብ ለጭፍጭፍለው እቲ ልጭፍጨፍለ ግን ወዲ ድኻ እዩ ታዱኡ እያ ትነብዕላ ድኻ እያ ልብላዕ ስኢና ናኑርኣ ስቃይ ከይኣኽላ ተመሊሳ ናይ ወዳ ሓዘን ትፋናቀላ ሕደጉ ወይ ዶ ትህዝቢ ኢትዮጵያ ታእዩ ገይርኩም ትበታትንዎ ኣለኹም ሰላም ገይሩ ለይነብር ታእዩ ኮይኑ ኣብ ስደት ለለ መንእሰይ ረእዩ እስቲ ታይ ስለልኾነዩ ሰላም ስለለየለ ዓዲ እዩ ፍቆድኡ የመን የለ ፍቆድኡ ለብያ የለ ብሂወት ኳስ የለ ልተመለሰ ፍቆድኡ ኣብ መንገዲ ተሪፉ ልቀብሮ ስኢኑ ፍቆዶ ሕዱድ ኸተርትለ ባዕሎም ሓበሻ እረ በይዛኹም ሃሜልና ኢና ተጨኻኺንና እኒእና ፕሊስ በይዛኹም በይዛኹም ትና ሎማዓንቲ ዝተገብረ ጥቕዓትስ ድሮንስ ትግራዋይ ትግራዋይ ተባኢስኻስ እሞ ብጓናስ ብጓና እኮ ይመፀና ኣሎ እቲ ድሮን

ብስሩ ባእሲ ኣይንደሊ ጦርነት ኣይንደሊ ሰላም ኢና ንደሊ ኣብቲ ሰዓት እዚ ኑሮና ይኣኽለና ኑሮና ኑሮና ኑሮና ኣሳቒዩና ለሎ ሰባትሲ ተመሊስና ጦርነትስ ኣይንደሊ ይቕረየና ልሰላም ኢደ ንዘመሪ ልሰላም ንዘምር እስቲ ኩለና ኣታ ሚድያ ተጠቃሚ ለለኻ ብሙሉእ ኣኻለ ልሰላም ንዘምር እስቲ ድምፂ ኹን ልሰላም ንዘምር ኢልና ድምፂ ንኹን ሰላም ኢና ንደለን ኣብዚ ኸዚ ሰዓት ጦርነት ልበሃል ኣይንደልየን ንሕና በይዛኹም ኢዶ ዋ እስካዕ መኣዘ እዩ ሓምዚ ኢልካ መኣዘ እዩ ማካሓልፈልና ብስሩ ኣሕዋተይ ባዕልና ልባዕልና እንዳ ሓምዚ ተቃታቲልና ሲ እንታይ እዩማ ባዳድ እዩ ክኾን ተዓዲ እንታይ ኢሉ ክኾኑ ኢኹም ትፅበይዎም ኣለኹም በይዛኹም ይደይ ባሕሪ ይኹን ቦታ ይኹን እናተባሃልካ ሲ ወዲ ድኻ ይጭፍጨፍ ኣሎ ይቆስል ኣሎ ይሞት ኣሎ ፈቐዶ በረሃ ፈቐዶ ሽንጥሮ ትርእይዎም ኣለኹም ስደተኛታት ቡቲ ብዓዲ የጥዓሞ ብደገ የጥዓሞ ብኩሉ የጥዓመ እዩ ስደተኛ ትግራዋይ ተሳቐዩ በቃ ኣብኡ ዝኸዶ ስቓይ ታዶ ትግራይ ኸታ ገይራ ብውሽጢ ሓዘና ከይትኣክልስ ተመሊስካ ካልኣይ ጦርነት ታይ እዩ ትእውጁ ኣለኹም በይዛኹም ኢሎም መንእሰይ መንእሰይ ትግራይ በይዛኻ ልቢ ግበር ላብ ልብኹም ተመለሱ የቕንየለይ ብሩኻተይ የቕንየለይ ኣሕዋተይ መዓረይ ከቢድ ኣታይ ትጥለሙኒ ኣታይ ትጥለሙኒ ንመን እየ ክጥየቕ ዕድመይ ድዩ ዝዕድለይ ከምዚ ኮይኑ ዕጫይ ወይስ ተረጊመ ካብ ቐደሙ ተረጊመ ኬብል ዋጋ ተቐቢላ ቐሊል ዋጋ ኬኾን ትፈልጦ እያ ባዕላ ኣነ ድየ ቐርየ ሕርኽርኽ ኢልዋ ንምዃኑ ንምዃኑ ትፈልጥ ዶ ትኾን ንጠዋሪ ዝሓላዊ ጠበቓ ገዛና ንክንነብር ክሕሊ ንዓና ወሲድኽዮ ደሙ ከፍሰልኺ ኣይሰስዐን ህይወት ይህብኪ ከቢርና ኢልና ብደም ናይ ኣያና ከይደረቐ ደሙ ናይቲ ጀግና ክልተ ሓሙሽተ ገና ዘይጸናሕኺ ናይቲ ጀግና ኣቦይ መርድእ ከይበጻሕኺ ጠይቅክኒ ክህበክን ሓወይ ቦኽሪ ገዛ እቲ ብሌን ዓይነይ ወሲድክዮ ዋጋ ክኸፍለልኺ ኣይጸንሐን ኣእጋሩ ወፊልኺ ዓዲ ውዕል ኮይኑ ጠማቲ ለይብሉ ሓባሪ ስኢኑ ነቢዑ ማሲኑ ዓመታት ሓሊፉ ይኸድ ከይቀሰና ኣዴና ትናፍቕ ንጀግና ኣቦና ጠዋሪ ሓባሪ ማንም ለየግናና ክልተ ዓሰርተ ዓመት ምስ ሓለፍና ደጊም ክጸውዕኺ ኣቲ ደም ናፋቒት። ትምህርተይ ሓዲገ ንህዝበይ ቅሳነት ኣካለይ ጎዲለ ኣሕዋተይ ቀቢረ ግን ግን ሰላም ኣየግነናይ ሞራለይ ተሰይረ ሕዝኸ ሕዝኸ ንመን ኾን ደሊኺ ህዝበይ ንከይቀስን መን ኾን መኻሪኺ ወጣት ንከይነብር ኣዶ ንክትነብዕ መን ኾን ከፊልኪ